ቀጺለ ክብላ ዝደሊ ኣብ ካናዳ ብሰንኪ ዊንተር ወዘር መብዛሕትኹም ጎማ ከምዘይ ቀይርኩም ሰባት ኣለኹም ሕጂ መኻይን ከኣ ሸተተት ይብላ ኣለዋ ኣብ ገለ ኣትዋ ኣብ ዲቺ ኣትዋ ወይ መኪና መኪና ትሃርም ስለዚ በዚ ጋጣሚ እዚ ኩላትኩም ዊንተር ታየር ዘይቀየርኩም ዊንተር ታየር ግበሩ ሰኣን ቁሩብ ከፍ ኢልካ ሰላም ክቡራት ተኸታተልቲ መደብ ቤኒ ሚድያ ሎምዓልቲ እዋናዊ ዛዕባ ናብ ካናዳ ዝምልከት እዩ ክኸውን። እዚ ከዓ ፕራይም ሚኒስትር ጃስትን ትሩዶ ናብ ኣሜሪካ ከይዱ ነይሩ ቅድሚ ክልተ መዓልቲ ኣብዚ ዝገበሮ ትሪፕ ብዛዕባ እንታይ እዮም ዘትዮም እዚ ጉዳይ እዚ ብጣዕሚ እዩ ንኤርትራውያን ዝምልከተና ብፍላይ ኣብ ካናዳ ንቐመጥ ማለት እዩ 25 ፐርሰንት ታሪፍ ወይ ቀረፅ ንካናዳ ክገብረላ እየ ይብል ኣሎ እዚ ቀረፅ እዚ ብኸመይ ኣፌክት ገብረና እንታይ ከይድዎ ዶናልድ ትራምፕ ድሕሪ ከ ዶናልድ ትራምፕ እንታይ ክብል እዩ ኣብ ናቱ ኢንስታግራም ፖስት ካናዳ ከም ፕሮቪንስ ከም ስቴት ናይ ኣሜሪካ ክትከውን ጃሶን ትሩዶ ከዓ ከም ጋቨርነር ክኸውን ክብል እዩ ትዊት ገይሩ ስለዚ እዝን ካልእን ዝብላ ርእስ ኣለና ሰናይ ምክታል ሕጂ ቀፂለ ዝውልዓ ቪድዮ ናይ ዶናልድ ትራምፕን ጃስን ትሩዶን ዝገበርዎ ርክብ ብዛዕባ እንታይ እዮም ዘትዮም? ኣብዚ ዘተኸ እንታይ ተባሂሉ ብልክዕ ትብል ቪድዮ ሒዘልኩም መፂኦ ኣለኹ ንዓ እሞ ሓፃር ቪድዮ ንከታተላ ድሕሪኡ እቲ ዝተባህለ እንታይ ዝብል ግብረ መልሲ እዩ ከ ጃስን ትሩዶ ሂብዎ ዝብል ዲስካስ ክንገብር ኢና ወይ ክንዝቲ ኢና ወይ ብዛዕባኡ ከ ነዕልል ኢና መጀመርታ ግን ንስምዓያ እታ ቪድዮ

ሆቴል ማለት እዩ ኣብኡ ከይዱ ክዘራረብ ብዛዕባኡ ማለት እዩ ዶናልድ ትራምፕ ድሕሪ ኣርብዓን ሸሞንተን መዓልትታት እዩ ፕረዚደንት ክኸውን ዳርጋ ድሕሪ ወርሒ ማለት እዩ ክሳብ ሕጂ ግን ፕረዚደንት ኣይኮነን ዘሎ ተመሪፁ ጥራይ ዘሎ ኣብ ፕረዚደንት ኮይኑ ዘሎ ኣብ ሰዓት እዚ ጆ ባይደን እዩ ክሳብ ዶናልድ ትራምፕ ናብ ዋይት ሃውስ ዝኣቱ ማለት እዩ እቲ ዝገርም ዶናልድ ትራምፕ ምስ ጃስን ትሩዶ ምስ ተራኸቡ ዶናልድ ትራምፕ ንካናዳ 25 ፐርሰንት ታክስ እንተ ጌርካላ ወይ ታሪፍ ጌርካላ እዚ ን ኢኮኖሚ ናይ ካናዳ ኮምፕሊትሊ ክሕምሽሾ እዩ ብጣዕሚ ሕማቅ ዝኮነ ውጺኢት ኢና ክንረክብ ስለዚ እዚ ታሪፍ እዚ ከተቋርጾ ወይ ንዓና ምሕረት ክግበረልና ኢሉ ተዛሪብዎ ማለት ካናዳስ ቀንዲ ኣላይ ናይ ዩናይትድ ስቴትስ ስለ ዝኮነት ዓምና ዶናልድ ትራምፕ ይዓጦን እዩ ወላ ሓንቲ ደይዓጠዎ እንታይ ኢሉ መሊስሉ መስለኩም ካናዳ ን ኣሜሪካ ሓደ ሚእቲ ቢልዮን ዶላር እንተድኣ ካብኣ ከይወሰደት ወይ ብዘይ ሓገዝ ኣሜሪካ ክትነብር ዘይትኽእል ኮይና ወይ ብዘይ ጸግዒ ኣሜሪካ ክትቀሳቐስ ወይ ኢኮኖሚ ናታ ድልዱል ኮይኑ ክኸይድ ዘይክእል እንተድኣ ኮይኑ ብሕጽር ዝበለ ንኣሜሪካ ከይመንዘዐት ካናዳ ክትነብር ወይ ሳስቴን ነብሳ ክትገብር ዘይትኽእል ተኾይና ምናልባት እቲ ሓደ ኣማራጭ ዘሎ እናስሓቀ እዩ ዝብለኩም ሕጂ ከምዚ ክምልሶ ዝኽእሎ ምናልባት እቲ ኣማራጭ ዘሎ ካናዳ መበል መበል ሓምሳን ሓደን ስቴት ናይ ኣሜሪካ ክትከውን ኣለዋ ኢሉ እዩ ተዛሪብዎ እናስሓቀ እዩ ዝብለኩም ዘለኹ እንተኾነ ግን ዋዛ ኣይኮነን እዚ ኣብ ትዊተር እውን ዋላ ፖስት ኢሎሞ ዶናልድ ትራምፕ ንካናዳስ መበል ሓምሳን ሓደን ስቴት ክትከውን ንጃስን ትሩዳ ከዓ ናትና ፕራይም ሚኒስተር ማለት እዩ ከም ጋቨርነር ኮይኑ ልክዕ ከምቲ ኣሜሪካ ዝከድ ስቴት ንስቴት ሓደ ፕረዚደንት ኣለዎን ግን ኩለን ስቴት ነናተን ጋቨርነር ኣለወን ማዕረኽ ን ዶናልድ ትራምፕ ለውጢ ደልዩ ከም ዘሎ ዘረድእ እዩ እንተኾነ ዓምና ጃስትን ትሩዶ እናስሓቐ ይመሊስሉ ማለት እዋዘ ስለ ዝነበረ ጆክ ስለ ዝዛረብ ነበረ ዶናልድ ትራምፕ እቲ ሓቂ ግን ንሱ እዩ 25 ፐርሰንት ታክስ እንተ ንካናዳ ተገይርላ ኮምፕሊትሊ ንካናዳ ክሕምሻ እዩ ኢኮኖሚ ናትና ክሕምሸሽ እዩ ዋላ እንተስተውዒልኩም ዝኾነ ንብረት ካብ ካናዳ ክትገዝኦን ካብ ኣሜሪካ ክትገዝኦን በበይኑ እዩ ዳስ ዋይ ኩላ ኤርትራዊ ብኣሊ ኤክስፕረስ ኣሊባባ ሺን ቴሙ ትገዝእ ቢካዝ እቲ ናይ እዛ ዓዲ ፕራይስ ኢንፍሌት ዝኾነ እዩ ንዝኾነ ነገር ሲ ብጣዕሚ ክቡር በቃ ናይ ሸሞንተ ቅርሽስ ኣርባዓን ክልተን ገለ ብልካ ዕፅፍታት ተወሰኸ ማለት እዩ እዚ ከኣ ዓቢ ፕሮብለም እዩ እንተ ንኣሜሪካ ዝኣቱ ንብረት ኣዝዩ ወሲኹ ከኣ ንኣሜሪካ ጽቡቕ እዩ ምክንያቱ እቲ ናቶም ኢኮኖሚ ባዕሎም ማኒፋክቸር ገሩ እዮም ኣው ተሰርሐ ክሽየጥ ከሎ ኣይሃስዮምን እዩ እንተ ናብቲ ዓዲ ዝኣቱ ካናዳ ክትሸይጥ ደይትኽእል ኮይና ናብቲ ዓዲ ግን ቢኮዝ ዓቢ ታሪፍ ስለ ዘለዋ ግን ኢኮኖምና ጣዕዋዕ ክብል እዩ። ብዛዕባ እዚ ፕረዚደንት ኢሳያስ ኣፈወርቂ እውን ንእሽተይ ተዛሪቡ ነይሩ ንዓ እውን ከስምዓኩም እየ መጀመርታ ግን እዚኣ ናይ ፎክስ ኒውስ ዝገበርዎ ቀዳምነት ንኣሜሪካ ዝብል ዘተ ነይሩ ንዑ ኢና ክንሰምዕ ኣብቲ ትንታነኦም እንታይ እዮም ዝብሉ ዶናልድ ትራምፕ ሓሳቡ ድቕይር ኣይመስልን እዩ ሓደ ዶናልድ ትራምፕ ምስ ጃስትን ትሩዶ ብኣካል ምርኻቡ ኣዝዩ ዝሕጉስ ነገር እዩ ሕራይ እዛ እትሪእዋ ዘለኹም ደሓር ፖስት ዝገበርዋ ናይ ፕረዚደንት ኤሌክት ሰጃስት ሜኪንግ ካናዳ the 51st state with Trudeau as governor after the PM wanted a 25% እዚ ከዓ ኣብቲ ማርላጎ ዝገበርዎ ብሓንሳእ ክድረሩ ከለዉ እታ ዲነር ተባሂላ ትጥቀስ ዘላ ማለት እዩ። ድሓር ዶናልድ ትራምፕ እዛ ትሪእዋ ዘለኹም ሓዳሽ ቪድዮ ፒክቸር ማለት እዩ ስእሊ ገይሩ ኦ ካናዳ ኢሉ ካብ ታሕቲ ጽሒፉ እዚ ኦ ካናዳ ማለት እዛ ናይ ካናዳ ሃገራዊ መዝሙር ኦ ካናዳ ኢላ እያ ትጅምር እዚ ንዓ ጽሒፍዋ ማለት እዩ ጆክ ዝዛረብ ዘለዎ ሓቂ ድዩ ዶናልድ ትራምፕ ዶናልድ ትራምፕ እዩ ትራምፕ ትራምፕ እዩ ናይ ሚኒስተር ናይ ፓብሊክ ን ሴፍቲ ናይ ካናዳ ኣቶ ዶሚኒክ ላብላክ ብዛዕባ እዚ ዝተባህለ ኣብ ኢንስታግራም ሼር ዝበሃል ዘሎ ሓፂር መግለፂ ሂቡ ነይሩ እቲ መግለፂ እንታይ ምዃኑ እታ ቪድዮ ከርእየኩም እየ ግን ብሕፅር ዝበለ እሱ ቲዝ ቲዝ ይድገብር ነይሩ ማለት ጆክ ይዛረብ ነይሩ ማለት ናይ ሰለስተ ሰዓት ዕላል ብሓንቲ ስቴትመንት ክግለፅ ኣይከኣልን እዩ ክብል እዩ ተዛሪቡ ነታ ቪድዮ ክቕርበልኩም እየ ሰናይ ምክታል

እዚ ትሰምዑዎ ዘለኹም ሰብ ዶናልድ ትራምፕ ብዛዕባ ካናዳ ዋላ ሓንቲ ሕማቕ ኣይተዛረበን ናይ ሰለስተ ሰዓት ኢንተርቪው ወይ ዕላል ጌርና ኢና ብዛዕባ ካናዳን ኣሜሪካን ዝምድነአን ማለት እዩ ስለዚ እቲ ቲዝ ይትገብር ነይሩ እምበር ጠቕላላ ንካናዳ ንዕቀት ኣለዎ ማለት ኣይኮነን ምናታ ሪፖርተር ተላ ሓታቶ ካናዳስ ንዑ ጆክ ድያ ንምንታይ ከምኡ ኢሉ ይዛረብ ማለት ሕጂ ነገራት ሲምፕሊ ከም ሕማቕ ተሪኢኻያ ከምኡ እዩ ግን ዶናልድ ትራምፕ ጆከር ምዃኑ ፈልጥና እታ ታክስ ግን ክገብራ ድዩ ይገብራ ድዩ ሙሉእ መልሲ ይፈለጥናን ዘለና እንተኾነ መራሕትና ከም ዝብልዎ ዘለዉ ኩሉ ሰላም እዩ እዮም ዝብሉ ዘለዉ ኣብ መጻኢ ከመይ ክኸውን ሓቢርና ንከታተል ኢና ብዛዕባ እንታይ ተዛሪብኩም ዝብል ሕቶ ከዓ እንተ እቲ ዲስካሽን ኖርማል ዕላል እዩ ነይሩ በዚ ምክንያት ከዓ ወረቃቅቲ ወይ ዝገበርናዮ ይህን ምሂን ተባሃልናዮ ሲ ከም ዕላል ስለ ዝነበረ ብዙሕ እቲ ናይ ዜናታት ዝወፅ ዘሎ ኣይተድህብሉ

ሓይሊ ሕጂ ክትመልሶ ኣለካ ማለት እዩ ኣሜርካ ካብ ቻይና ኢምፖርት ክትገብር የብላን ናታ ፍርያት ከተብዝሕ ኣለዋ ብዓይነት ብዓቐን ከተዕብዮ ክትክእል ኣለዋ ኣብ ዓለም ደረጃ ዝቕርቡ እንታይ ክትብሎ ከተብል ኣለዋ ክሳብ ናይ መክሲኮን ናይ ካናዳን ፍርያት ንኣመሪካ ከይኣቱ ዕስራን ሓሙሽተን ሚእታዊት ታሪፍ ይግበረሉ እዩ ክበሃል ከሎ እቲ ቁጠባ ኣበየናይ ሰንኮፍ ደረጃ ከም ዘሎ እዩ ዘረጋግጸልካ። ኣብ ኣዝዩ ሰንኮፍ ደረጃ እዩ ዘሎ። ሕጂ ኣመሪካ ከም ዕዳጋ መሸጢ ናይ ፍርያት እንተዘይኮይኑ ኣመሪካ ተፍሪ ኣሞ ትሸይጥ ኣይኮነን ዘሎ እቲ ሕቶ። ሕጂ ኣብ ፕሮቴክሽኒዝም ዝብልዎ ኣብ ምክልኻል ብደገ ንዝመጽኣካ ብደገ ንዝኣቱ ከመይ ጌርካ ትዓግቶ ትገትኦ። ሕራይ እዛ ድሰማዕኩማ ልክዕ ምስዚ ናይ ታሪፍ ዝባሃል ዘሎ ምስኡ ተኣሳሰረ ስለዝኮነት እየ ኣምጺኣ ቀጺለ ክብላ ዝደሊ ኣብ ካናዳ ብሰንኪ ዊንተር ወዘር መብዛሕትኩም ጎማ ከምዘይ ገርኩም ሰባት ኣለኩም ሕጂ መካይን ከኣ ሸተተት ይብላ ኣለዋ ኣብ ገለ ኣትዋ ኣብ ዲቺ ኣትዋ ወይ መኪና መኪና ትሃርም ስለዚ በዚ ኣጋጣሚ እዚ ኩላትኩም ዊንተር ታየር ዘይገርኩም ዊንተር ታየር ግበሩ ሰኣን ቁሩብ ከፊልካ ዊንተር ታየር ምግባር ኣብ ዘየድሊ ሓደጋ ትወድቁ ኣለኹም ምክንያቱ ልክዕ ከምቲ ናይ ዊንተር ጫማ ትገብር ከምኡ እዩ ሸበጥ ጌርካ ሳብ ዊንተር ኣይትወፅን ኢኻ ሳመር ተያር ከዓ ከምኡ እዩ ናይ ሳመር ሸተት ጥራይ ክትብል ትኽእል ጠቕላላ ክትከድ ኣይትኽእልን እያ ስለዚ ብዝተኻእለኩም ካብ ናይ ሳመር ታየር ናብ ዊንተር ታየር ቀይሩ ብዝኾነ ናይ ሎም መዓልቲ ሒዘ ዝመፃኹ ብዛዕባ ካናዳ ዝምልከት ነዚ እዩ ነይሩ ኣብ ቀፃሊ ብካልእ መደብ ክሳብ ንራኸብ እዚ ወደሓንኩም ሓደሽቲ ተኸታተልቲ ነዛ ቻናል ሳብስክራይብ ብምግባር ክትድግፉና ትሕትና ንሓትት እዚ ወደሓንኩም